ዘሐጉስ ብስራት ነንበብቲ መጽሓፍ ኣብ ሓቀኛ ዛንታ ዝተመርኮሰት ሓዳስ መጽሓፍ ኣብ ሊብያ እየ ጠኒሰ ናይታ ኣብ ሊብያ ከቢድ ዓመፅ ዘጋጠማ መንእሰይ ዊንታ ወልደ ገርግሽን መሳጢ ዛንታኣን ኣብ መጽሓፍ ኣብ ሊብያ እየ ጠኒሰ ቀሪቡ ኣሎ ኣብ ሊብያ ዓስር ሸውዓተ ግዜ ዓመፅ ኣጋጢሙኒ እቲ ዘሰንብድን ዘስካሕክሕን ዛንታይ ግን ኤውሮጳ ምስ ኣተኹ እዩ ኣጋጢሙ። መኣዝ ጥራይ ዛንታ ናይቲ ካብ ኣዲስ ኣበባ ተመርዕዩ ናብ ኤውሮጳ ብዘእተዋ ጓል ኣንስተይቲ ሕማቕ ዝረኸበ መንእሰይ ሰመረ ሃብተ ስላሴ መሃር ዛንትኡን ኣብ መጽሓፍ ኣብ ሊብያ የጠኒሰ ብሰሓቢ ገባብን ኣንጠልጣሊ ብዝኾነን ኣጸሓሕፋ ተኸሺኑ እነሆ ተዳልዮ። ይገርመካ እዩ ኣነ ካብ ኣዲስ ኣበባ ተመርዔ ንሽወደን መሰእትኹዋ እታ ጓል ግን ኣብ ኣዲስ ኣበባ ካብ ካልእ ወዲ ጠኒሳ ከም ዝመጸት እያ ነጊራትኒ። ዛንታ ናይታ ጓል ዕስራን ሓደን ዓመት ሜላት ተኽላይን ድሕሪ ሕልፈታ ዝተረኽበ ኣገራሚ ምስጢርን ኣብ መጽሓፍ ኣብ ሊብያ እየ ጠኒሰ ክትረኽብዎ ኢኹም። በቲ ቅድሚ ሕጂ ተመርዓወን ነባ ዛንታ ሄለን ካልእ መሃሪ ጽሑፋት ብምቕራብ እንፈልጦ ጸጋ ብርሃን ጎይትኦም ተደሪሳ ኣብ ሃገረ ሽወደን ተሓቲማ ናብ መላእ ዓለም ተዘርጊሓትልኩም ኣላ። ዝተፈላለየ ኣገራምን መሳጥን ዛንታ ስደት ሒዛ ንቐደም ትብል መጽሓፍ ኣብ ሊብያ እየ ጠኒሰ ነዛ መጽሓፍ ንምውናን በዚ ዝስዕብ ኣድራሻ ተወከሱ ኣብ ሓቀኛ ዛንታ ዝተመርኮሰት መጽሓፍ ኣብ ሊብያ እየ ጠኒሰ

መብራት ኣለኽ ዶ እዋይ እበል ሓዳስ መፅያ ሓዳስ መፅያ
እዘን ሰበይቲ ክፈትወን ዕላለን ክጥዕም መዓት እዩ ሓዳሰይ እታዊ እታዊ ኣይልካ ከምዛ ጓል እንዲኸለይ

እቲ ወደይ ዓይ ዓይኑ እንድዩ ውዲቕላ ነይሩ። ብዕድል ግና ንኣበዶም በጺሓቶ።
እዋእ ንኣበዶም በጺሓቶ ንተውዴ ወዲቓ። ሱጋ ክበሊ ኣጆኺ ሓዳሰይ ልክዕ ከም ማግት ክንደልየሉ ኢና ኣጆኺ። እንታይ ደኣ ረሲዕኽዮ ዲኺ?

እንታይ ኮይነ እያ እታ ሓዳስ እ? ርእያትኒ ፈጨጨጨጨጨ ትብለለ መን ሓዳስ እያ እዚኣ ሓዳስ ዘይትንጎሶም እቲ ጎረቤትና ኢለ እዚ ከዓ እንታይ ይራኸበኩም ከዓ ኣታ
ድሓን ናይቲ ሰብኣይ ከዓ ክደንስ ንሳ ከዓ እ? ረረጊፃትኒ ክትሓልፍ ንሱስ እንታይ ኮይኑ እዩ ዝረግፀኒ እ? በዚ ቆርባዕ ክራባትኡ ከምዚ ገይረ ወጢጠ ዶ? ታፍላ! እ? እንታይ ፀገምካ ዶ ክብሎ እንታይ ክንዲ ዘዛርበካ ዘሎ እንታይ ጽልኢ ኣለኩም ድዩ? ኣታ እ፣ እቲ ሃፍቱ ምጻር ስኢንዎ እምበር ርኢኻ ኣለኻ ፈራዕ ፈራዕ ፈራዕ ፈራዕ ፈራዕ ዕብላሉ እዚ ቆርማት እ፣ ንስኡ ናት ቤተሰቡ ከማን ኣይከውን
ኣንገሶምሲ ንስኡ ናት ቤተሰቡ ይከውንኒ ምሽ ደ ንስኡ ናት ቤተሰቡሲ እ፣ ንዋላ ሓንቲ ቅንጣብ ስጋ ዘይብሉ ከማን ርኢኻ ኣለኻ ጽጉማት ይጥውር ከማን ዋዕ ኣታ ኣታ እዚ ንዓይሲ ሪኢኻ ለኻ ከም ጻጻ ዓምጢርኒ ክሓልፍ ኣታ እዚ ብዕራይ ስታላ
ወይ ጉድ ብዕራይ ከኣ ኢልካዮ ኣንታ ሓደ መጀመርያ ኣፍካ ሻርኔራ የብሉን እባ ደኣ ናትካ መልጎም ካምሱር ኣለዎ እንታ ንብለካ ዘለና ስማዕ ዘረባ ከያዳ እዩ ከያዳ እወ ሓንኪሩ ዘብጽሖ ተረኺቡ ደኣ ከያዳ ይወ
ኣነ እዚ ዘረባ ዘብጽሓልካ እንተ ዝኸውን እሞኒ ዋላ ሓደ ሰብ ናባኻ ዝቐርብ ሰብ ኣይምተረኽበን ብዘይካኻ ደኣ መን ዘብጽሓሉ ኣሎ ኣፍካ ሃቢልካ ዶ ኣብ ፈቐዶ ሻርዕ ብዕራይ ብዕራይ ትብሎ የለኻን ክሓልፍ ከሎ ሰሚዕዎ ኸውን በል ኣነ ከዓ ክትፈልጥ ማክሮፎን ኣይተጠቂመ ብዕራይ ኣይበልኹ ኣይሰማዓንን ግደፎ ድሓን ኣነ ንስኻ እንታይ ዘባእስ ኣለና እንታይ ክንዲ ዝትቐየም ደኣ ኣታ እቲ ሃፍቱ ሲ ዋላ ኣብዚ ርእሱ ይጠምጥሞ እብለካ ኣለኹ እ እዚ ርኢኻ ኣለኻ ብዕራይ ስታላ እ ብዕራይ ሓሪሱ ዘብልዕ ዘይኮነሲ እቲ ብዕራይ በረኻ ቡፋሎ እታ ሰበይቲ ከዓ ቡፋሊት ኢለያ ኣለኹ ሕጂ ኣብፅሓሎም ኣብፅሓሎም
ኣንታ መን ዓባ ሀይ ዝዛረቦ ዘይፈለጥ ሕማቅ በል ደሓን ክንረኣይ ኢና ዋይ እንታይ ናይዚ ኢዩ መትሓዚ ዘይብሉ ሰብ ክላእ
ኣታ እዚ ከኣ ደዊሉ

ቻው ቻው ስኢለያ ካብለን ኣዋልድ ዶ ትቀያየር ዋላስ ንብረትካ ትደሊ ኣታ ሓወይ ከምዚ ገይሩ ዘተገጋካ ደኣ መን እዩ ኣነ ፈልጦ ደ በዓሉ ዝፈልጥ ፍትሑ ከልቢ እተን ንብረትካ ኣበይ ከም ዘለዋ ፅቡቅ ገይረ ፈልጦ እንዴ ተሞትኩ ግን ኣይነግሮን ዝርከበሉ ቦታ ትፈልጦ ተኮይንካ ደኣ እሞ ሓብሮ ሰብ ተሸጊሩ እስካ እንታይ ትረብሕ ሮሚ ኣቲ ማመተይ ዘይፈለጥክዮ ሃነይ ምቃለይ መዓረይ ኣካለይ እንዳበለ ነዘን ኩለን ዓማዊለይ ኣዝሊልወን እዩ። ክንደይ ፋካ ናብ ካዝናይ ክኣቱ ዝግብኦ ቦግ ኣቢልኒ መሲልኪ። ዋእ ንሱ ደኣ መስለና እምበር ናትካ እንጀራ ኢኻ እኮ ትበልዕ መኣድኻ ዝወሰድካ መቸም የለን። ዋእ ኣታ መን እዩ ከምዚ ገይሩ ስራሕካ ዝምንጥል ሽላ መን እዩ? ኣቲ እቲ ታክሲሳ ሳምሶም ክዋላወልን ጨና ክንስነስን እዩ ዝውዕል። እዛ ምኹሓል ጥራይ ኣትተርፎ እዛ ምኹ ውይ ማራ ኬፍ ዘለዎ ወዲኡ ደኣ እሞ ዘይትብለኒ ተረኩ ሓወይ ኦኬ ዘይኪረዮ ሕፅነትና መፅኡ ነይሩ ፅቡቕ ፍሽኽትኡ ሰሓቕ እዩ ምስ ኣቦደን ከማን ተዓራሪኾም ነይሮም ፅቡቕ ተሰርቶ ከዓ ምፅና ነይሩ ሓቂ
ዋዋዋዋዋዋ እንታይ ኣልጦዳ እሞ ፅቡቕ ፍሽኽትኡን ገለመለና ክሰይቲ ሓወይ ማዕረ እንድዕኸ
ቶርታ ዶ ገለመለ እሞ እንታይ እቲ ንብረት ዝርከብኒ ተቐቢፁ እዩ ዶ ኢልካዮ ኣብ ኩሉ ዝሰኣን ደኣ ካብ ማርስ ድያ መፅያ ማኪኑ ደሓን ዲኹ ኣፍኩም ኣይትኽፈቱ ድዩ

ኣቲ ማሚ እዛ ሰይቲ ኣብ ግዱን ሓወይ ክንዲ ክትጽላኣካ ለቅና እሞ ብሕልፊ ከኣ ጉዳ ትፈለጥ
ኣትቆላ ሰበ ዋሕጥ እየ ዘረባ ሰብ ከይሰምዓኒ ማመት ደኣ ማመት ከም ስማ ኩሉ መልክዓ ጠባያ ማርያም ዓዲላታ እንደ እዚኣ ሰብ ድለየላ እሞ ሓደ ኣብቲ ጥቓ ቅድስት ሃና ያብልና እምበር ኣንቲ ቆልዓ ንስኺ ዘይትዛረብየን ጤል ዘይትበልዐን እኮ የለን ተጠንቀቒ ሓዳር ዋዛ ከይመስለኪ ዋ እስኪ ንገርኒ እንታይ ዝረኣኽላ ኣሎ ኣነ ብዓይነይ ዝረኣኹላ ነገር የብለይ ግን ኣላትክምሽ ከምዚ ዘይፍተውኻ ነገር ኣለዋ ንዝኾነ ወዲ ክትንእድ ክጽብቅ እባ ፍሽኽትኡ እባ ጨንኡ እባ ክትብል ኣይትሓፍርን ድያ እዛ እኮ በዓልቲ ሓዳር እያ ዊንቲ ጓለይ ኣብ ሓዳር ንዘሎ ሰብ ብዓይንኻ ሪኢኻ ክሳብ ተራጋግጽ ኣይዝረብን እዩ ምስ ኣራጋገጽካ ግን ዘረባ ኣይኮነን ካልእ ኣሎ ትፋል ዳንተ

ከይደ ብሩኽ መዓልቲ። ብሩኽ መዓልቲ መብራተይ። ኣንታ ኣንካባ እዋ ስማዕ እንተ ኾን ከዓ ከተነፊሕካለይ እ ትማሊ ኣብ ሰዓትካ ይመፃኻ እንተፀብየ ተፀብየ ከይደ ኣታ ሕጂ እውን ከዕርፍ ኢለ እምበር ናባኻ ኢለ ይመፃኹም እንታይ ተረኽበ ደኣ ንዓይ ዘየድሊ ኣንዳይስ ካባይ ትፈላለየሉ ግዜ ኣኺሉ። ስምዒ መብራህቲ እዛ ሰይቲ ወድኹም ኣይትእመኑ ምስዚ እዚ ገዛውትና ዘሎ በዓል ድኳን ጉዥም ክትብሉ እንታይ ክትብሊ ማመዛጎልና እንታይ ጉዥሙ ወረ ካልእ ኣሎ ናብቲ ድኳንስ ቤዛ ክገዝእ ኢለ እትው እንተበልኩ ክዋጠጡ ጸኒሖምኒ ንዓይ ርእይ ምስ ኣብለት ነዘን ዕንታ ፈጠጥ ፈጠጥ ፈጠጥ ፈጠጥ ኣቢላ እንታይ ክገብሩ ከም ዝጸንሑ እሞ እዝጊሄር ዋንኦም ኣንቲ እንታይ ኢኺ ኣንቲ ናይ ብልብኺ ዲኺ ናይ ብልበይ እየ ዝብለኪ ዘለኹ

ኣታ ስማዕ ንስኻ እኮ ነዚ ዘረባ ከም ቀልቀል ምስ ደርበኻዮ ኣይትዝክሮን ኢኻ።
ስማዕ ኣነ ዶ ቦጫነ መገደይ ንቅርሚት እ ዘረባይ ንቅርሚት ስኽፍ ዝብል የብለይ
ከምኡ ድዩ ዝኸውን ዘሎ ወ
በል ስማዕ ኣነ ዘረባ ዘባጻጽሓልካ እንድሕር ኮይነሲ ምሳይ ዘራኽብ እንታይ ኣለካ ዘይትገድፎ
ዋይ
ኣታ ነዚ ዲኻ ኣነ ደኣ ረሲዐዮ እንዴ ትሪን ኩሉ ክድቅስ ቀንየ ጽባሕ እስከ ንስኻ ንሰበይቱን ነንጎሶምን ሰበይቱን ተጸረፍኮም ንስኻ እንታይ ሓቢጥካ ኣንታ ሕጂ እውን ኣዘራርባኻ ኣርም ኣፍካ ልጓም ግበረሉ ማዕቀብ ግበረሉ እብለካ ኣለኹ ወይለ ኣነ ዶ በቂዶ ኣታ ኣነ ዝድገም እየ ዛረብ እብለካ ኣለኹ ንድሕሪት ዝብለሉ ኣብነት የብለይ ዘረባ እግሪ ኣለዎ ኣለዎ ወ እሞ ቶርታኸ በሊዕኻዶ ናይ ዘረባ እግሪ ምትካል ሕምባሻኸ ጥምቀትከ ተዓዲምካዶ ምስ ቶኪን ዘለካ ምትእስሳር መቸም ናይ ዕድመ ወረቐት ሰዲድልካ ይኸውን እዩ ኣንታ ስማዕ እዚ ኩሉ ሰብ ይዓቁር ማለት ኣይኮነን ኩሉ ሓላፍ መንገዲ ክሳብ ዝሰምዓካ ዝተሰምዓካ ዓው ኢልካ ኢልካ ኢኻ ትዛረብ
ሰብ ሆየ ከኣ ተተሰኪሙ ተተሰኪሙ የብጽሓልካ ማለት እዩ ሓቂ ዶ ናይ ምብጻሕ ኣመል ተለዎ ዳ የብጽሓልካ ወ ንዘረባ እግሪ ትኪሉ ኣጎቢዙ ኣትለት ቀይሩ ኣይውዕላ የሕድር ኣብጽሕ ብላ ዋ ቁሩብ ክስቆረካ ኣለዎ በል ደሓን ኣነ ጸጉሪ ምቕምቃም ዘይጠፍኣኒ ዘረባ ምቕምቃም ኣይጠፍኣንን እዩ መልሓሰይ ክቕምቅም እዩ። እሱ የዝበልኩኻ እሱ የዝበልኩኻ ሕጂ ደበጭ ዓርከይ ጽቡቕ ተሰዊጥካ ኣሎ ሕራይ ንስኻ ኸኣ ቱግቱግ ኣይትኹን እንታይ ትጉትጉ እ? ዘረባ እ፣ ቶኪን ጽዒንካ እ? ሩር፣ ሓኡ ኡ እንዳልካ ኣይትኹን ኣነስ ትጉትጉ እየ ዘረባ የብጽሕ እወ ትክ ዘይተውፅእ ቶክ ቶክ
እወይ ኣሊ እዚ ገፀይ ተጣቢቑ ወይ ኣሊ እወይ ኣሊ እንታይ እዩ መሲለ እወይ ኣሊ እዋይ ዘውርዶ ዘለኹ ማይ ንበየ ወያኔ ኣኽ ዝጠመየት ምራኽ መሲለ ኣኽ መብራት መንዳምቡጭ ነይራ ብለኪ ደወይ ስምበር ብፅብቕቲ ክይምፅይኪ ወያኔ

ሄሎ ስቴላ ከመይ ቀኒኺ? በቃ ድሓን ሽዱሽተ ከተማ ንራኸብ እፀዋይ እሞ ሕጂ ፀኒሓ ድውለልኪ እየ
መን እዩ ሰዓት ሽዱሽተ ንከተማ ዝቆፅረኪ ሰብ ንገዝኡ ከኣቱ ስልሲ ከኣ ደገ ክትወፂ ስቴላ መሓዘያ ትፈልጥያ እንዲኺ ሸሃን ስተያ ትብል ዘላ ይፈልጣን ፈረቓን ክፍእቲ ውቃበ ተካል ጨጉራ ስምዒ ማመ ንስኺ እኮ በዓልቲ ሓዳር ኢኺ ምስዚ ጸገባ ዒልዒል ኣየዋጽኣክን እዩ። እዋእ ማማ ስቴላ ከምዚ ትብልያ ዘለኻ ዓይነት ሰብ ኣይኮነትን ዶክተር ምዃና ትፈልጢ ኢኺ ምሽ ህ፣ ዶክተር ናይ ዝሮ ድያ ናይ ቶስቶስ ስምዒ ድሕሪ ሕጂ ከዓ ናብዚ ጎረቤትና ዘሎ በዓል ድኳን ከይትኸዲ ክንደይ ሰብ ሓዳር ዘፋትሐ ኣገልልያ እዩ እዋ ወሪድኑ ዶ እንታይ ክትብልኒ ዘለኺ እሞ ንዓይስ ምስኡ ክትጥርጥርኒ በዓል ፈልጥ
ስዲ ስዶ ስዲ ፈትያ ዘለኹ ከዓ መሲልዋይ ረውራ እዚ ወደይሲ ብሓታ ወፃኢ እዩ ሓዳሩ ገይሩ ብወንጭፍ ዶ ሓዳር ኣሎ እዩ ኣይ ኣረ

ኣቲ ማሚ ተተባላሽ ዳኣ እንታይ ክገብሮ ዝዓሰወ እንጀራ ዳኣ ጉሕፍ እየ እምበር ሓቅኺ እ ጸጊብኪ ኣበሎ ወደይ ግን ደም ርሂጽ እዩ ዘምጽኦ ዘሎ እስኺ ዳኣ ኮፍ ኢልኪ እናመጻኪ የን ኢልክዮ እዋ መብራተይ ደሓን ዲኺ እዚ ዘረባ ናበይ ናበይ ክተብልዮ ዘለኺ ብቐደሙ ኣነ እየ ጌገኛ ቃል ኣቦ ደመይ ከየዕብር ኢለ እምበር ምስ ስድራይ ክጸንሕ ነይሩኒ
ዋእ ምንቲ ደሓን ኣንቲ ደሓን ዲኽን ኣበይ ኮንኩን ዝስማዕ እንታይ ኮን ኮንኩን ዛዕቲና ሰይቲ ወድኻ ሕተት እንጀራ ጉሒፍኪ ኢለያ ብኸምኡ እያ ኮርያ ውሽጣ ካልእ ተለዋ ግን ድዒ ኣይፈልጥን እየ ኣቲ ዝቆሎ ጥጥቆ ዘረባ ዘይትገድፎ ብዝተባላሸወ እንጀራ እስክንዲ ዝክትዛረባ ግደፋና እስከ ግደፋና እኔ ተጋጌ ትማሊ ምስዚ በዓል ድኳን ኣይትዕልል ኢልኪ ተዛሪብክኒ ውሒጥ እያ ስቕ ኢለ ሓዲረ ናይ እንዳ መን በዓል ድኳን እዚ በዓል ድኳን እዚ በዓልና ዝዕበ ናይ ሕንጫል ቆልዓ ሰይ ባዕሉ ሎ ዝዕበናዮ ድሓን ባባ ኣነ ገዛይ ክኸይድ እየ ዕዝር በሊ ገለ ስኽፍ ዝብለኪ ዶ ከድሃልዩ ኮይኑ እዩ እምበር ኣነስ በሊ መዓንጣ ከብደየ ተቐሪፀ ዘለኹ መዋራ ዘይሰብ ኮይነ ኣንቲ ክደፍ እብለኪ ኣለኹ ከላዲደኪ እየ ስሚ እስከ እዚ ሓድሽ ማይ ዝጠዓመ ዘረባ እዚ ካበይ ክምፅእክዮ ቅርፀት ትሰዱ
እም ባባ ባየ ትበኣሱ ኣነ ገዛይ ክኸይድ እየ ኣይትኸድን ኢኺ ኣብለኪ ኣለኹ ኣይትኸድን ኢኺ እዚ ገዛኺ ኣይትኸድን ኢኺ ስሚ እስከ እዚ ዘረባ እዚ ካበይ ክምፅእክዮ እ? መን እዩ ከምኡ ኢልኪ ስኢልካ ሰብ ምውንጃል ኣይኮነን ከተምፅያ ክሳብ ትፀሪ ከዓኒ ኣነ ኣብ ርእስኺ ኣለኹ ኣስተውዕሊ ኣይገድፈክን እየ ርክቡላ

ጸሊም ወይ ጻዕዳ ጌርኪ ኔርኪ እንተትኾኒ ፖው ገለ ዓይነት። ሃቅኻ ኮይካ ብፍላይ ሜሪ ዘንበግሄ መሃበትሄ እንተትብሊ ልክዕ ሂንዳዊት ኣክተር ኢሽዋ እያ መስልኪ ንመን ተጸሊእኪ ዶ ኣንታ ዘይትኮርፉና ግደፉና እንዶ እዛ ጨርቂ እዚኣ ዝሓዘቶ ሚስጥርን መጀመሪ ነገርን እዩ ንብለኩም ኣለና። ናይ ምንታይ ነገር እዩ ዝኸ ሓቕኻ ንስኻ ድብ ድብ ትብል ኣለኻ ኣነ ግን ኣሪገ ኣሪገ እንታይ ደኣ ደሊኺ ብኾፍኾፍ ክኸይድ ደሊኺ ድግድግ ክብል እየ እምበር ብኾፍኾፍ ክኸይድ ዲኺ ደኣ ደሊኺ ግደፊ ብለኩ ኣለኹ እዛ መጀመሪ ነገር ዝኾነት መንዲልኪ ኣይተርእይኒ ፍትሕያ ብለኩ ኣለኹ ወሪዱ ነበራ ናይ ምንታይ ነገር እየ ዝኸ ነገር እኳ ጽላኣኒ ሓቅኻ መላገጺኻ እንዲዩ ከይኑ። እሞ እንታይ ድኣ ጨርቂ ኣሲርኪ ክትድብሊ ዲኺ ውዒልኪ ሀ ሀ ኮቦሮ ዝሃርማ ከ ነይሩ ዶ ሀ ዝጣቓዓ ከ ነይሩ ዶ ሀይ ሀይ ሀይ ዝብላ ከ ነይሩ ዶ ገለ ገንዘብ ዝጥቃዓ ከ ነይሩ ዶ ዋእ ኣታ ኣባይ ትላገጽ ኣላ ሓይማ እኮ እያ ዘላ ደሓር ከኣ ማሚየ ኣብ ግንባራ ጨርቂ ተኣሲራ ጥራይ እያ ትሓውድ መስላ። እሞ ተሓሚምካ እኮ ሕክምና ምኻድ ይፈውሱ ወይ ከዓ እዛ ጨርቂ እዚኣ እ ማጂክ ተኾይና ትንገረና ኣብ ፋርማሲ ከነሽጣ።

ሪኢኹም ዶ እዚኣተን ሪኢኻ ኣለኻ ዝሕመ ተረኺበን ዝሓንጎለን ኣእኸሎ ክፍት ዝብለለን እዚኤን ዝብለካ ኣለኹ እዚኣ ኣዴኹም ሕማም የብላ ሕማም ጋስትሪት ይብላ ሕማም ኩሊት የብላ እዚኣ ሕማም ሕሜት ሕማም ርእሲ ከመይ ድያ ትጠላቐያ ንማማ ኣታ ስቕ እንተብል ስቕ ግበር እዚ ነገር እዚ ኣረብሪብና ይብለካ ኣለኹ ሮቤል ወደይ ኣረብሪብና ህዋ
ከመይ ውዕልኪ
ማመት ጓለይ ናፍቆት ከመይ ይገብር ኣሎ የመን ናፍቆት ናይ ኣቦና ምበር ናይ መንዳእት ማመት ደሓን ቀጻሊ ብቴሌፎን ምስ ኣለኹ
እሞ እንዳ ወርቂ ወሲደ ደብ እዝንኻ ስቁረክታ ቴሌፎን ፅቡቅ ኣለኻ ከምኡ ግበሪ ኣይተፀምምዮ እኮ ነዚ ወደይ
ምስቋር እኮ መሓሸ ኣነ ከም ደቂ ኣንስትዮ ሞባይል ዝፈቱ ርኢን ሰሚዔን ኣይፈልጥን ዊንቲ ንኺዶ
ጌና ባባ ተማመት

ደሓሞይ ጥዑማት እዮም ግን ገለ ቫይረስ ኣትዎም ኣሎ እቲ ታኽ ትረኽቢ ዋ እንተ ክንደይ ትሓዝ ምንታይ ዳ ሰላም ትብሊ ንክንደይ ትጭክኒ ዋ እዚኣ ክረክብ ዶ እንታ ተኣልየ ለከ ንግዳት ለቦጭ ዓርኪ ይፈሓሸቀኒ እዩ
ኣይተረዳእኩምንን ቫይረስ ማለት ሕማም ማለት እያ ኣይኮነን እንታይ ዳ ክትዕ ሕሜት ብሰብ መውዓልን ምጥቃንን እዩ
ከምኡ ማለት ከዲኸይ እንዳ ዓርከይ ደኣ ወረ ናይ ከምኡ ፋብሪካ እያ ዘላቶም ከየብርሱ ክጥንቅቕ ደኣ በሊ እም?
ናይ ፋብሪክኦም ስድላዮም ምኹኑ
ዋ ልክ ጓለ ሓዛ ጓለ እጅ ክባማመት ጓለ እንታይ ደኣ ውሓጥየባ እንታይ ደኣ እንታይ እንታይ እንታይ ዝተጋጠመ ነገር ኣለ ድዩ እንድዒ ጠባይ መብራትየ እንዲ ተቐይሩኒ ጽላእ ኣቢላትኒ ፈለማስ ከምኡ ነበረትን። ደሓን ደሓን ደሓን ብሓደ ክሳብ ዘለኻ ሪኤ ከለኺ ጫቕማቑ ዘሎ እንዳ ኣሎን እ ብሓደ ከምኡ እዩ ከምኡ ደሓን ደሓን ደሓን እዛ ጓል ኣጆኺ
ከምኡ እንተኾይኑስ ደሓን ገዛይ ምጽናሕ ይሕሸኒ ምስ ኣበዶም ካብ ዝምርዖት ሒዘ ምስ ስድራ ምልእቲ እዩ ፍቕሪ ሒዝኒ ንሶም ስፈትኹ እንድዮም ንሶም ስፈትኹ እንድዮም እ ካብ ዝኣፎም ከውፅኦም ዘይፈልጡ እንቲ

ሕራይ እተው እተው እዛ ጓለይ ኣጆኺ ኣጆኺ ባዕለይ ኣለኹኺ ዋእ
ከምቲ ነብስና ብህይወት ክጸንሕ መግቢ ዘድልዮ፣ ጸጉርና እውን ንኽዓብን ብጥዕና ንኽቕጽልን ቪታሚንን ሚነራልን የድልዮ። ማሻ ሄር ኦይል እምበኣር ንጸጉርና ዘድሊ መኣዛታት ዝሓዘ ብዝበለጸ መንገዲ ተቓሚሙ ዝተዳለወ ዘይቲ ሒዙልና መጺኡ ኣሎ። ማሻ ዘይቲ ድሕሪ ምጥቃምና ጸጉርና ምስብባር የቋርጽ፣ ፎሮፎር የጥፍእን ምርጋፍ ድማ የቋርጽ። ብትርእይዎ ውጽኢት ሚእቲ ካብ ሚእቲ ከም ትዓግቡ ኣቐዲምና ነረጋግጸልኩም ንፈቱ። ማሻ ኣብ ኩሉ ኣፍሮ ሾፕ ክትረኽብዎ ትኽእሉ ኢኹም። ማሻ።
ታታተቦች ያለሁ ነው እንታይ ደኣ መብራት ጠሊእክ ድዩ ደሓኒ ደሓኒ ባዕለይ ዝኽእሎ እዩ ንህልካ ጥዕና ኣብኒ
እንታይ ባዕልኺ ክትክእል እዮ ደኣ ንሕና እምበር ኣጻዊርናኪ ኣለና ሕማምኪ እኮ ገዛ ምልእቲ እኮ ኢና ጸይርናያ ዘለና ገጽኪ ጨምዲድኪ ገዛ ጸልሚትክያ ኩሉ ደቦጭ ሰበይቲ እንተ ሓሚማ ገዛ ምልእቲ እያ ትጽልምት ሞት ሕክምና ከኸድኩም ዶ ገለ እንታይ ሕክምና ክትከይዳ ነትልካ ጨርቂ መርቂ ኣሲራ ኣብ ክንደይ ግንባራ መሊሳ ተይኒና
ስምዓለይ በል ስምዓለይ ዓንዳይ ርእየለይ ሓቅኻ ሓቅኻ ተይኒነ ዝተጨፍለቐት ታኒካ መሲለ ኣሪገ ዓባይ ሓፍትኻ እንደ መሲለ ኣብ ኣፅናይ
ታኒካ ናይ ሳልሳ ድዩ ታኒካ ናይ ሰርዲን ድዩ ታኒካ ናይ እንዳ ሶፖራ ለኣስቃጥላ ድዩ መደመስ ድዩ ዋላ ቢፍ ኣታ ናይ ምንታይ ታኒካ ማኒካ ኣኹም ዘለኹ ኣንታ ፅቡቕ እንዲኹ ዘለኹ እንት መብራትን
ዘለኹ ወስዳሓን ባዕለ ይፈልጦ ባዕለይ ይፈልጦ ዘለኹዎሲ ሰብ ሰኪሑ ኣሎ በዓል ርእይዎ እንደ በዓል ዘውዲ እንታይ ይመስላ ኣለዋ መስመስመስመስመስ ይብላ ኣለዋ መብራት መብራት መብራት ፈጣሪ ተቆጥዒ እወይ በዓል ዘውዲ እንተጠዓመ እንታይ ንዓኺ ጽቡቕ ጽቡቅ ረኢኺ ኣንታ እዚኣተን ኣብ ፈጣሪ የለዋን ኣብ በለካ ለኽዓካ እየን ዘለዋ ጥራይ ሕጂ ሕክምና ክግበር እብለኩሎ ዳሕን ዳሕን ዳሕን ሕክምና ሳይ ከይኒ ዕንጽ ጽል ክደቅስ ጥራሕ እዩ ዝብለኒ ዘሎ እዛ ድቃሰይ ትሕሸኒ ረ እዚኣ እታ ናብራ እዩ ንዓናይ ጥራሕ ሕጂ ንፋስና ንተሓረ ሕክምና ስባ ፅቡቅ ነይሩ እንትምብራእ መብራተይ መዓልቲ እዩ

ዋ እንታይ ኣብዚ ገዛ እንታይ ዝጎደሎ ደሎይ እንታይ ዘይቕስን ጎኒ ኣለኪ መብራት መብራት ንፋስ ባይት እትውላ እዛ ገዛኺ እዋ እንታይ ንፋስ ካምሲን ኣትይዋ ኣሎ ካምሲን ናይ ኩርሙድ
ናይ ጥዕና ክንዶ ግበር ግደፍዮ ከመይ ቢሉ እዩ መኽሒሸኒ ሓዳሰይ ንስኻ እኳ ዘይኽበርካኒ ሰይቲ ወደይ ንዒቓትኒ ንፋስ የእቲኻለይ ምስቲ በዓል ድኳን ከኣ ሃዳስ ብዓይና ሪኣ እቲኣ ክትዋጠጥ እንቋዕ መጻኺ ጽቡቕ ኣጋጣሚ እዩ ሃየ ንገርዮም ንገርዮም ናይዛ ነውራም ተግባር ንገርዮም ሃየ እወ እዋ እምበኣር ከኣ ሓዳስ ዘይትንጎሶም እያ ሪኣቶ እወ እ በለ ሕጂ ከመይ ከመይ እታ ጉዳይ ቀልጢፍኪ ዝርዝርዝርዝር ኣቢልኪ ንገርኒ ሃየ ሃየ ንገርዮም ማመትሲ
ከምዚታት ኣለዋ እዩ
ሃይ ንገርዮም ንገርዮም ናይዛ ነውራምሲ ንገርዮም ሃይ ሃይ ተዛረቢ ንገርና ተዛረቢ እዋ ወይለከ
ኣነ ሰብ ከባእስ ኣይደልን እየ በጃኹም እለኩም ግደፉኒ ወይለከ ናበይ ክትከዲ ተመለስ ዝብለክ ኣለኹ ምስ ጠረጥካ እግሪ ምእካብ ኣይኮነን ተመለስ ኮፍ በል ኮፍ በል ሃየ እታ ዝረኣኽያ ኩላ ንገርና ዘርዚርክ ሃየ ደኣ ሃየ ኣውፅያ ናይዛ ነውራም ተግባርሲ ኣውፅያ ንገርዮም ሃይ ንገርዮም ንገርዮም
ደሓን ዲኹም ባባ?
ደሓን ደሓን ኢና ማማ ትበሪ ጥዕሚ ከበል ከበል ዶክተር እስክብት እያ ኮፍ እስክብል ኣስደሚምኒ እኮ እዩ ዘሎ ከመይ ከመይ እዚ ነገር ኣስደሚምኒ ሃየ በሊ ሕጂ ከ እንታይ ክትብሊ ኢኺ እ? ሓዳስ እያ ብዓይና ሪኣትኪ ክትዋጥጥ ምስቲ ቢኒ ትብልዮ በኒኒ ደኣ ትረፍ እምበር እዋ ኣደ ሓዳስ ብዓባይክን ንዓይስ ምስ ቢና ክዋጠጥ ሪእኽናኒ ብሕጊ እየ ዝሓተክን። ኣውሪድለይ ብሓዳስ ሕጊ ወዲ ሕጊ ኣይትበለኒ ደፋእ ደረቐኛ ወደረቐኛ። ሓንሳእ እስኪ ሓዳስ ኮፍ ምበል እዛ ጓለይ ኮፍ ምበሊ። ኮፍ ምበል ፋሕ ኮፍ በል።
ሓዳስ እዚ ጉዳይ ቀሊል ጉዳይ ኣይኮነን ዝረኣኽላ እንተልይክም እዚ ቢንያም ዝበሃል በሎ ሃየ ተዛረቢ። ሃየ ንገርዮም ሓዳስ ወደይ እሾኽ ዳንዴር ሓቚፉ ይሓድርን እዩ ጥቅሲ ክብላ እዚኣ እዚስ ክብላ ንገርዮም ጥራሕ እዋ ንገርዮም ሓዳስ እንታይ መስለኪ ንንፋስ ምሃብ ፅቡቅ ኣይኮነን ዝረኣክላ ነገር እንተሊክም እዚ ቢንያም ትብልዮ ዘለኩ ቆልዓ ከኣኒ እ መፅሓፍ ቅዱስ ምሒልኪ ክትነግርና ኢኺ ወለከ ወ ወለከ ጉዳማት ገዛ ማሕላ እንታይ ማሕላ እዩ ዝኸ እንተደይ ሓጢኣት እያ ባዕላ ደይ ትስከሞ ሓዳስ ትሙት ሪኤያ ብዓይነይ ረኺበያ ኢልኪ እስኪ መሓሊ። ኣንታ ኣንታ ኣንታ እንታይ ኮንክ እንታይ ደኣ ኮንካ ማዕላ ከም ዝሰኣንካስ እ ሬሳ ኣብ ገዛይ እሞ ድማ ናይዛ ሓሳዊት እ፣ ሓዳስ ማመት ጓለይ ኣይትውዕሎን እያ ይብለካ ኣሎ እ፣ ሃየ ንገርዮም ሓዳስ ንገርዮም ብዓይነይ ሪኤያ ዶ ኣይበልክንን ንገርዮም
ኣደ ሓዳስ እዚ ኩሉ ንዓይ ትብላኒ ነበርክን ብዛዕባ መብራቴን ባባኑን ክትምሕላልዩ ኢኽን። ኣነ ናተይ ኣቢዘ።
ዋይ ንዓይ ከታ ክትብለኒ።
እንድዒ ንስኺ ድኣ ናትኪ ድኣ ፈሊጠ ድየ። ዋይ ወሪድኒ።
ሃየ እባ ተዛረቢ።
ኣይ ሓማትክስ ትጠዓስ እያ ማመት ጓለይ ህም፣ ከምኡ ደኣ ኣቦ ደሞ ወደይ ተሃዊኹ ነዚኣ የእትዩ እምበር ደቂ እገሊት ነይረን እንድየን እያ ትብል ቀልጢፍኪ ደኣ ኣሜሪካ ኺ- ስር ኢልኪ ኺዲ ኣልሃንቱ ብሪ ኣይትዓሽዊ ከይደ ደኣ ብሩኽ መዓልቲ
መብራህተይ ሰብ ብዛዕባይ ከምዚ ዓይነት ዘረባ ትዛረበ ምን ከም ዝኣምኑ እኮ ጠፊእኒ ሎምስ
ኣቲ ሃይባ ተዛረቢ ሓሶት ድዩ ነይሩ ትብዓል ዝነገርክኒ

ኣይትሓዙለይ እዛ ጓለይ መብራተይ እውን ኣይትሓዙለይ ኩልኹም ኣይትሓዙለይ እዋይ ኣቲ ሓዳስ ተጋጊኺ ሕማቕ መዓልቲ ውዒልኪ ኣቲ እንታይ ክትረኽቢ ኣንቲ መብራተይ ኣይትሓዙለይ ደይኑ ዶ በጭ ዝረኸብኩ መሲልኒ ኣነ ደኣ እንታይ ኣቢስ እንታይ ገይረ ኣብ እንታይ ክውዒለ እንታይ ገይረ ዶ ንበዓል ቤተይ ብሕሜት ወግሐ ፀብሐ ዶ ትምንጭትዎ የለኹምን ካብኡ ንዓቢ እንታይ ዶ ክመፀኒ እዩ ወይለከ
ዋይ ኣንታ ክንድንጎሶም ዘይርኣ ከዓ እዋይ እዋይ ኣንታ ኣንታ እንታይ እቲ ዋይ ኣብ ኩሉ እዚ መዓት እዚ ኣብዚ ኩሉ መዓት እዚ እንታይ እቲ ዋይ እንታ ኣቲ ማመት ጓለ ነዛ ምውቕት ቤትና እስኪ ዘርገልና መብራት መብራት መብራት ዘረባ ሰብ ከየረጋገፅካ ኣይትቕበሎን ኢኻ ሰብ ጥዑም ሰብ ሕሱም እኳ ዝበሃል ሓዳስ ከኣ ናይ ብሓቂ ናይ ብሓቂ ጌጋ እያ ፈጺማ ተጋግያ ዋይ እንታይ እሞ ይኽብል ተጋግየ ደቀይ ሕማ መዓልቲ ውዒለ ወይ ኣነ ኣንቲ ማመት ጓለይ ፈታዊት መሲላ ክትበኣሰን ምስ ሰይትወደይ ውይ ኣይትሓዝለይ እዛ ጓለይ ኣይትሓዝለይ ድሓን ማሚ ኣይሕዘልክን እየ። ውይ ረብራብ ሪኢኺ ኣለኺ ዘረባ ሰብ ከየረጋገጽካ ዘይምዝራብ ዋእ እዛ ብርሃን ቤትና እኮ ኣጸልሚትክያ ኣኺ ቀኒኺ። ደቦጭ ዓርከይ ዘረባ እግሪ ከም ዘለዎን ከያዳይ ምዃኑን ከ ጽቡቕ ጌሩ ዶ ተሰዊጡካ? ተሰዊጡኒ ወይ ኣንታ እታ ጉዳይስ ናባይ ዜራ ዜራ ዜራ መጺኣ ዘረባ ደኣ እ? ተለኪዑ ተመላኺዑስ ገዛ ሙሉእ የፍርስ ኣላ የዕንው ኣንታ የዕንው ኣፍካ ምእካብ እምባ ግርም ወዲ እዛ ናይ ሓዳስ ነገር ግን ርኢኻ ኣለኻ እዛ ናይ ሓዳስ ዘረባ ዝተፈብረኸት እያ ዘየላ እወ